ሰላም ሰላም ፈትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዛሕ ተረፍ ይበለለይ ደቂ ዓበይቲ ወይ ማዕረይ እንኳዕ ድማ ናብ ቻናለይ ብሰላም መጻኹም ናይ ሎማዓንቲ ቪድዮ ዝኸውን ከዓኒ ከምቲ ልሙድ ብዙሕ ግዜ ገይረ እያ ናይ ገዛ መስርሒ እየ ሕዘልኩ መፅእ እኒኹ ከም እኒ ሑፃ፣ ፀፀር፣ እምኒ፣ ብሎኬት፣ ተንዲኖ ካብ በዓል ሸሞንተ እስካብ በዓል ዓሰርተ ሽዱሽተ ዘሎ ቁፅሪ፣ እስታፍ፣ ሽቦ፣ ስሚንቶ እውን ሒዘልኩም መፅኡ እኒኹ ደቂ ዓበይቲ ዋይ እስከ ዓብዪ ፍፃመ ተኸታተልዎ። ንቻናለይ ሓደሽቲ ዝኾንኩም ሳብስክራይብ ብምግባር ነባራት ዝኾንኩም ከዓ ላይክ ሸር እናገበርኩም ንኸተበረታትዑኒ ብትሕትና ይላዎ። ላይክ ሸር ንትገብሩለይ ካብ ልቢ እናመስገንኩ እየ ማለት እዩ ክብራት ኣሕዋተይ እና ያው ሎማዓንቲ እንድዒ ብቻ ግን ዘሕዝን ዜና ድዩ ክብሎ ወይስ እንታይ ይኹን እንድዒ ደቂ ዓበይቲ ወይ ኣቑሑት ብጣዕሚ እዩ ከቢሩ ካብሀ እስካብ ፐ ማለት ብጣዕሚ ከቢሩ ካብሀ እስካብ ፐ ክብለኩም ከለኹ ካብ ፀፀር እስካብ ሕፃ እስካብ ስሚንቶ ዝቐነሰ ነገር ሐዚ የለን። ከምቲ ዝፍለጥ ዶላር ካብ ዝውስኽ ልዕሊ ክልተ ቅነ ዳርጋ ወርሒ ክገብር ኢሉ እዩ። ንዕኡ ተኸቲሎም ድማ እያንዳንዱ ኩሉ ኣቕሓ ወሲኾምሉ እኔው። ካብ ኩሉ ብላዕሊ ዝገረመኒ ከዓኒ ፋብሪካ ስሚንቶ ጠጠው ኣቢሉ ዋጋ ብጣዕሚ ከቢሩ እኒሀ ማለት እዩ። ክብራት ኣሕዋት እስኪ ዝረዝሮ ሓንቲ ብሓንቲ ክነግረኩም ብጣዕሚ እየ ሓዚነ ኣነ በዓል ብስሩ ሰብሲ ዋእ ኣነስ ይገርመኒ ኣሎ እዮ ካብ ባዕለይ ጀሚሩ እንድዒ ይገርመኩም እንዲህ ይህሉ ስኻትኩም ፅባሕሎ ኣነ ባዕለይ ፅባሕሎ መክገዝ እናልኩስ እንዲያምስ ካብ የካቲት ኣይኸብርን ካብ የካቲት ብላዕሊ ዘሎ እዩ ክኸብር ኢለ ተዘናጊዐ ደቂ ዓበይቲ ወይ ኣነለ ተሸዊደ እስኻትኩም እውን ዝገዛእኹም ተሊኹም ኳዕ ደስ ኣለኩም ዘይገዛእኹም ተሊኹም ከዓኒ ያው እንግዲህ ካብዚ ብላዕሊ ኣይውስኽን ማለት እውን ኣይከኣልን ብታ ዘላ ዕዳጋ ኣሚን ኢልካ ምቕባል እያ። ስለዚ ክብራት ኣሕዋተይ ብናይ ብረት ዋጋ እሞ ንጀምር። ብናይ ብረት ዋጋ ንጀምር ከለና ብበዓል ዓሰርተ ሽዱሽተ ብረት ናይ ቱርኪ ብረት ኢና ክንጅምር ደቂ ዓበይትወይ በዓል ዓሰርተ ሽዱሽተ ብረት ናይ ቱርኪ ንሓንቲ ሓባ ሰለስተ ሽሕን ኣርባዕተ ሚትር ሓምሳን በፂሑ ሰለስተ ሽሕን ክልተ ሚእትን ነይሩ እንደ ወሲኹ እኒኦ ተልኩምኒ ክልተ ሚትር ሓምሳን ቅርሺ ወሲኹ እኒሆ ብጣዕሚ እዩ ወሲኹ ካብኡ በዓል ዓሰርተ ኣርባዕተ እዩ በዓል ዓሰርተ ኣርባዕተ ናይ ቱርኪ ብረት ንሓንቲ ፍረ ብጣዕሚ እየ ሓዚነ ማርያምን በቃ ብጣዕሚ እህ ኢልካ ዘይትወፅእ ኮይናትኒ ክገዝኣ እናበልኩ ዝተወሰነ ፍረ ኢለያን ነይረን ብጣዕሚ እየ ሓዚነ ስለዚ ክብራት ኣሕዋተይ ካብ ክልተ ሽሕን ኣርባዕተ ሚእትን ሰማንያን ናብ ክልተ ሽሕን ትሽዓተ ሚእትን ደዩ እኒሆ ማለት እዩ ክልተ ሽሕን ትሽዓተ ሚእትን እኒሆ ሎማዓንቲ ቀፃሊ ክውስኸል ይቀንስ ንዝለዓለ ኢና ንሪኦ ካብ ዝኽ- ኣብ ዝሓለፈ ክልተ ሰለስተ ወርሒ ግን ብጣዕሚ ቀኒሱ ነይሩ ሰለስተ ወርሒ ማለት ዘቢልና ነይሩ ሐዚ ግን ወሲኹ እኒኦ ክልተ ሽሕን ትሽዓተ ሚእትን ኮይኑ እኒኦ ማለት እዩ እዚ ማለት ናብ ኣርባዕተ ሚእትን ሳላሳን ቅርሺ እዩ ወሲኹ እኒሆ። ካብኡ ከዓኒ በዓል ዓሰርተ ክልተ እዩ። በዓል ዓሰርተ ክልተ ባዕሉ ኣብ ዝሓለፈ ቪድዮ ሽሕን ሸውዓተ ሚእትን ሽሕን ሸውዓተን ሓምሳን ነይሩ። ሕዚ ከዓኒ ናብ ሽሕን ትሽዓተ ሚእትን ሳላሳን ደዩ እዚ ማለት ከባቢ ክልተ ሚእትን ገለን ወሰኻ ርኢና እኒሆ። ኩሉ እዩ ወሲኹ። ካብኡ በዓል ዓሰርተ እዩ። በዓል ዓሰርተ ሽሕን ሓደን ሰማንያን ሽሕን ክልተ ነይሩ ዝሓለፈ ሎማዓንቲ ሽሕን ሰለስተ ሚእትን ሓምሳን ኮይኑ እንሆ እዚ ማለት ናብ ከባቢ ሚእትን ሓምሳን ሚእትን ሰማንያን ቅርሺ ወሲኹ እኒሆ ማለት እዩ ደቂ ዓበይቲ ወይ ካብኡ በዓል ሸሞንተ እዩ በዓል ሸሞንተ ቁፅሪ ንሓንቲ ፍረ ኣብ ዝሓለፈ ናይ መጨረሻ ዕዳጋ እስካብ ሸውዓተ ሚእትን ሰብዓን ሸውዓተን ሰማንያን ወሪዱ ነይሩ። ሐዚ ከዓኒ ሸሞንተ ሚእትን ሓምሳን ኮይኑ እኒሆ ማለት እዩ ብጣዕሚ እዩ ወሲኹኒ ኣነ ብጣዕሚ እየ ሓዚነ እውነት ዋላ ይንግዛኣየስ እንድዒ ዋላ ገዜ ከዓ ሚትካም እኮ ትነግደሉ ኢኻ ካብ ሓንቲ ፍረ ካብ ክልተ ሽሕን ኣርባዕተን ካብ ክልተ ሽሕን ኣርባዕተን ባዕላስ ኣርባዕተ ሓሙሽተ ሚእቲ ምርካብ ማለት ብጣዕሚ ብዙሕ ገንዘብ እዩ ትነግደሉ ነርካ ግን በቃ ናፍቲ ናፍቲ ከይበልካ እንትን ምባል ብጣዕሚ እዩ ከቢድ እና ከምዚ ሕሳር ኣጋጣሚ ክባር ነይሩ ዝኾነ ሰዓት ሕሳር ክትሪእዎ ከለኹም ገዚእኻ ምቕማጥ ኣቑሑ ሎሚ ዝተገዚእኻዮ ብጣዕሚ እዩ ዘዋፀካ እና ምንም ክበር ኣይከኣልን ብጣዕሚ ወሲኹ ብረት ድሕሪ ሕዚ ክቕንስ እዩ ማለት ዘበት እዩ ናይ ሎሚ ዓመት እዩ ንእሽተይ ተቐነሰ እምበር ማለት እንድዒ ወቕቲ እኒሀዎ ካብ ጥቅምቲ እስካብ ሕዳር እስካብ ታሕሳስ እዩ ዝቕንስ እምበር ካብኡ ንደሓር ዘሎ ይውስኽ እዩ። ዝሮ ዝሮ እስኪ ኩሉ ናይ ፈጣሪ እዩ እቲ ዓዲ እንድሕር ተረጋጊዑ ክቕንስ ይኽእል ዝብል ተስፋ ኣለኒ። ፈጣሪ ዝኣመነ ምንም ኣይሰንን ክቕንስ ድማ ተስፋ ንገብር። ካብኡ ስታፋ እዩ ስታፋ ከዓንሽ ሚእትን ተስዓን ሓሙሽተን ንኪሎ ሽቦ ክልተ ሚእትን ሰላሳን ሓሙሽተን ንኪሎ ሚስማር ክልተ ሚእትን ዕስራ ሓሙሽተን ንኪሎ ያው እዚ ብዙሕ ወሰኽ ኣይገበረን ናይ ሓሙሽተ ቅርሺ ብቻ እዩ ኩለን ናይ ሓሙሽተ ቅርሺ እየን። ወሰኽ ጌረኒዮ ሚስማር ክልተ ሚእትን ዕስራን ኔሩ ያው ሓሙሽተ ቅርሺ ወሲኹኒዮ ስለዚ ደቂ ዓበይቲ ወይ ማዓረይ ሚስማር እዚ ቀዊዑ ዘለዎ ዘይኮነስ ቀዊዕ ዘይብሉ ናይ ኦማ ናይ ኦማት መዋቀሪ እዩ እዚ ናይ ቆርቆሮ ቀዊዕ ዘለዎ ኣይኮነን ንሱ ንእሽተይ ክብር ዝበለ እዩ ስለዚ ያው ናይ ብረት ነኪ ከምዚኣ ትመስል ካብኡ ናብ ሑፃ ዋጋ ክንከድ ከለና ዋጋ ሑፃ ሓምሳን ክልተን ሽሕ ኣነ ንባዕለይ ወሪደያ እየ ሓምሳን ክልተን ሽሕ እዩ እኒሆ ብጣዕሚ ወሲኹ ንሱ እውን ካብኡ ፀፀር እዩ ፀፀር ዜሮ ክልተ ናይ መህደሚ ወይ ከዓ ኮንክሪት መምልኢ ሓምሳን ሓሙሽተን ሽሕ ኣሎ ማለት እዩ ግን ካብ መዓልቲ ናብ መዓልቲ ብጣዕሚ እዩ ዝቀየር ሐዚ ሑፃ ክትገዙ ወይ ፀፅር ክትገዙ ሓሲብኩም ሎማዓንቲ ዋጋ ጥይቁ እሞ እስኪ ኣብዚ ሳልስቲ እዙይ ድማ ቅርሺ ከዘጋጅ ኢልኩም ፀንሑ ኣለኹም ወሲኹ ይፅንሕኩም ካብ ሰዓት ናብ ሰዓትን ክውስኽ ይፅብ ይኽእል እዩ ኣብታ ናይ ሐዚ ሰዓት ግን እዚኣ ትመስል ተዋግኣ ማለት እዩ ካብኡ ከዓኒ ብጣዕሚ ገና ዘእትወና ኣነ ስሚንቶ እዩ ስሚንቶ ኣነ ዋጋ ስሚንቶ ካብ ዝከታተሎ ናብ ሳልሳይ ራብዓይ ዓመተይ ገይረ እኔኹ ካብ ጉንበት ንደሓር እዩ ብጣዕሚ ዝኸብር ነይሩ ሐዚ ግን ስሚንቶ እቲ ፋብሪክኡ እውን ጠጠው ኣቢሉ እዩ ኣይሰርሕን ዘሎ ሓፈሻዊ ናይ መሰቦ ስሚንቶ ድማ ብጣዕሚ ወሲኹ ሽሕን ክልተ ሚእትን ሰማንያን ሽሕን ክልተ ሚእትን ስሳን በፂሑ ነይሩ ኣነ ባዕሉ ሽሕን ሰለስተ ሚእትን እየ ገዚኤ ነይረ ሐዚ ግን ሽሕን ሓሙሽተ ሚእትን ሳላሳን ኮይኑ ብዘሐዝን ኩነታት ኣነ ገና ይፅበዮ ነይረ ቢያንስ ናብ ሽሕን ክልተን ክወርድ ያው ዓድዋን ከባቢኣን ማለት እዩ ሐዚ ግን ብጣዕሚ እዩ ወሲኹ ናይ ስሚንቶ ነገር ያው ፋብሪካ ግን ጠጠው ኣቢሉ እኒሆ ምናልባት ተሰሪሑ ክቕንስ እዩ ተዘይ ሰሪሑ ደሞ ወይ ክውስኽ እዩ ወይ ክዓ ሓዲኡ ኣሎ ማለት እዩ እና ክብራት ኣሕዋተይ ናይ ሎማዕንቲ ዝነበረ ናይ ገዛ መስርሒ ከምዚ ይመስል ነይሩ ካብኡ ዋጋ ብሎኬት እዩ ዋጋ ብሎኬት ሓምሳ ቅርሺ በዓል ዒስራ ሓምሳ ቅርሺ እዩ ካብኡ እምኒ ንቢያጆ ዕስራ ሓሙሽተን ሽሕ እዩ ያው ክወስኽ ክቕንስ ይኽእል ናይ ተሓዝ ኔታ ወቕቲ ግን ከምዚኣ ትመስል ነጋዶ ካብ በቃ ካብ ሰዓት ናብ ሰዓት እዮም ዝቀያየሩ ድሕሪ ሰዓት ዝነበረ ንጽባሒታ ንግሆ ይትረኽዋ ንሄኑ ኩን ንድሕሪ ሰዓት ኣይትረኽዋን ብጣዕሚ ዕለካ ዝቃየር እና ዝረዝሮ ከምዚኣ ትመስል ደቂ ዓበይቲ ወይ ማዓረይ ሓሳብ ርእይትኹም ከዓ ኮሜንት ጸሓፉለይ ካልእ ክሰርሐልኩም ትደልይዎ ነገር ከዓ ኮሜንት ጸሓፉለይ ዋጋ መስትያት በዓል ኣይኑ ጠንካራ ኦሽን ዝበሃለይኑ እዩ በዓል ሓሙሽተይኑ እዩ ፈሊኻ ርኢና ንዘልኩም ንኸዓኒ ኣብ ቀጻሊ ክሰርሐልኩም እየ ደቂ ዓቤት ወይ ከም እግዚኣብሔር ፍቃድ ናይ ሎማዓንቲ ቪድዮ እዚኣ ትመስል ነይራ እስካዕ ቪድዮ ፍጻመ ንስተኸታተልኩምኒ ካብ ልቢ እናመስገንኩ እየ ሼር ላይክ ሰብስክራይብ ምግባር ድማ ኣይትረስዑ ክብራት ኣሕዋተይ ሰሰናዩ ባይ ባይ